ክሳብ ዝቅንስ ዶ ንጽበ ወይስ ስቅ ኢልና ብዘሎ ንግዛእ ናይ ፍኒሽንግ ስራሕቲ ተሪፍኒ ኣቋሪጸዮ እናበለትኒ እያ ሓንቲ ሓፍተይ ማለት እዩ። ሓፈሻዊ ኣብ ናይ ፍኒሽንግ ይኹን ኣብ ናይ መጀመርያ ሰረት ማለት እዩ። እንግዲህ ሰረት ክንሰርት ከሎና ብስሚንቶ፣ ብእምኒ፣ ብሑጻ፣ ብጸጸር፣ ብሰራሕተኛ ኢና ንጅምርዎ ዶ? ኣብዚ ሕዚ ግዜ ሰራሕተኛ ብዙሕ እዩ ወሰኸይ። ስሚንቶ ግን ካብ ሽሕን ኣርባዕተን፣ ካብ ሽሕን ሓሙሽተን ናብ ክልተ ሽሕን ሽዱሽተን ደይቡ እዩ ዘሎ። እዚ ማለት ኣነ የዋጽእ እዩ ኢለ ኣይመክርን። ኣብዚ ሕዚ ግዜ ስርሑ ኢለ ኣይመክርን። ናይ ስሚንቶ ነገር ያው ብርግጽ ኣብዚ ሕዚ ግዜ ናፍጣ፣ ብጣዕሚ ወሲኹ እኒሆ መደበኛ ሰለስተ ሚእቲ ክልተ ሚእትን ሰብዓን እዩ ነይሩ ሐዚ ናብ ሽሸዓተ ሚእቲ ናብ ሽሕን ክልተን እዩ ደዩ እኒሆ ይኹን ዳኣ እምበር ናፍጣ ዳኣ ይኽበር እምበር ስሚንቶ ግን ኩሉ ግዜ ካብ ወርሒ መጋቢት እስካብ ወርሒ ጥቅምቲ እስካብ ወርሒ መስከረም ዘላ ከባሪት እያ ኩሉ ግዜ ዓመት ዓመት ዝሰርሓ ቪድዮ እያ ማለት እዩ እና ስለዚ ሓፈሻዊ ስሚንቶ ክባር እዩ ግን ደሞ ሑፃ ሑጻ ግን ከም ስሚንቶ ኣይኮነን ነይሩ ሑጻ ደሓን እዩ ነይሩ ሐዚ ግን ናብ ቴስዓ ሰማንያ ከይዱ ስለ ዘሎ ኣነ ኣብዚ ሐዚ ግዜ ጸጸር እውን ተመሳሳሊ ልዕሊ ሚእቲ ሽሕ እዩ እና እዚ ናይ ብሎኬት መስርሒ እውን ተመሳሳሊ ከባቢ ሰማንያ ሽሕ እዩ እና ኣነ ኣብዚ ሐዚ ግዜ ገዛ ምስራሕ የዋጽእ እዩ ኢለ ኣይመክረይን እንተኾነ ይቕንስ ምናልባት ሐዚ ንኣብነት ሑጻ ዋላ ቤንስል ይኽበር ሑጻ ሐዚ ብዝሒ እውን ሓጋ እዩ ይርከብ መዓዝራ ኣብ ወርሒ ነሓሰ ብዝሒ ውሕጅ ክወርዶ ከሎ ሑጻ ብዝሒ ስለዝርከብ ብኡ ልክዕ ድማ ክቅንስ እዩ ኢለ ተስፋ ይገብር እንግዲህ እቲ ዝኒሆ ናይቲ ዓዲ ቅልውላው ኣብ ኢትዮጵያ ይኹን ካብ ኢትዮጵያ ወጻኢ ዘሎ ዝኒሆ ቅልውላው ዓዲ እንድሕር ተመሓይሹ ዘይቅንስ ነገር የለን ኣብዚ ሕዚ ዝኒሆ ዕዳጋ ግን በቃ ንብላዕ ንብላዕ ዝዓይነቱ ደኣ እምበር ፍትሓዊ ዝኾነ ዕዳጋ ስለዘየለ ተትረጋግዑ በሃሊት እየ። እዚ ከም ባዕለይ ሓሳብ ደኣ እምበር ኣነ ስለ ዝበልክዎ ኣይኮነን ግደ ኣነ ሓፈሻዊ ናይ ባዕለይ ርእይቶ እየ ዝህብ ዘለኹ እምበር ንስኻትኩም ዝጠቕመኩም ብቻ ኢኹም ትወስዱ ማለት እዩ ብፍላይ ኣብ ናይ ፊኒሽንግ ሐዚ ከም ኣብነት ከልዕለልኩም እም ቅድሚ ክልተ ወርሒ ኤሌትሪክ ከዓ ቢኤምቲ ዝበሃል እዚ ቀዳማይ ገመድ ናይ ውሽጣ ውሽጢ እቲ ቀባራይ ብሸውዓተ ሽሕን ኣርባዕተን ነይሩ ኣብ መቐለ ሸውዓተ ሽሕን ሓሙሽተን ነይሩ ኣብ ዓድዋ ኣነ ከምኡ ገዚኤዮ ነይረ ሐዚ ዓሰርተ ክልተ ሽሕ እኒኦ እዚ ማለት ክንደይ ወሲኹ እኒኦ ኣርባዕተ ሽሕን ሓሙሽተ ሚእትን ኣርባዕተ ሽሕን ሽዱሽተን ወሲኹ እኒኦ እና ዝሃብክይወ ገዚኤ ምንሳሕ እንተኾይኑ ሓደ ዘረባ እዩ ግን ሓፈሻዊ ብጣዕሚ እዩ ከቢሩ ዝኒሆ ካብኡ ከዓኒ በዓል ክልተን ፈረቓን ኮይኑ እዚ ዲደብሊዩ ዝብሃል ዘንቀጥ እንት ገመረት ኣለዋ ንሳተን ሐዚ ብ ሰለስተ ሽሕን ክልተን ዝነበራ ሸሞንተ ሽሕ እዩ ኮይኑ እና ዘይከበረ ገመድ የለን ማለት እዩ ናይ ፍንሽንግ በተለይ ሰራሚክ ሐዚ ካብ ኣነዋ ቅድሚ ክልተ ወርሒ ብ ሽሕን ሽዱሽተን ዝገዛእክዎ ሐዚ ክልተ ሽሕን ሰለስተ እዩ እኒኦ እና ናይ ሐዚ ዕዳጋ ፍትሓዊ ኣይኮነን ማለት እዩ ዘይወሰኸ የለን ብፍላይ ድማ ኣብ ናይ ገዛ መስርሒ ሃይ እዩ ወሲኹ ብጣዕሚ እዩ ወሲኹ ዕፅፊ ዕፅፊ ዕፅፊ እዩ ወሲኹ እኒኦ ቀደም ትሽዓተን ሓምሳን ዝነበረ ሽሕን ሰለስተን ሓምሳን ሽሕን ኣርባዕተን እዩ ነይርና ኣነ ሕዚ ገዛ ምስራሕ ይዋጽእ እዩ ኣይብለይ ንእሽተን ትቤንዚል ተዝረጋጋዕ እሞ ከምኡ እውን ያው ነንእሽተይ እናግበርካ እዩ እምበር ኩሉ ብሓደ ግዜ ከቢድ እዩ ኣነ ከምቲ ዝረኣኽዎ ተኮይኑ ማለት እዩ ካብኡ ከዓኒ ቀጺሉ ዝኒሆ ሕቶ እንግዲህ ክብራት ኣሕዋተይ ክንደይ ክፍሎ እዩ ካብ ክንደይ ክፍሎ እዩ ክጅምር ደለየ ክሳብ መጨረሻ ከ ክንደይ ይውድእ ንንዝል ክስካብ መጨረሻ ክንደይ ይውድእ ንንዝል ክብራት ኣሕዋተይ ኣብዚ ሕዚ ዝኒሀ ዕዳጋ ኩሉ እዩ ወሲኹ ኣነ ብዳሕና ግዜ እየጠናቂቀዮ እና ሓዚ ንኣብነት ኣነ ገና ሄለ ክጅምር ከለኹ ብሽሕን ሸውዓተ ሚእትን ሰማንያን እየ ብረት ዝገዝእ ነይረ። ናይ መጨረሻ ዕዳጋ ስሚንቶ ዝገዛእክዋ እውን ሽሕን ሓሙሽተ ሚእትን እየ ገዚኤያ። እና ሕዚ ክልተ ሽሕን ሽዱሽተን ዝኒሆ ዕዳጋስ ኣብዚ ሕዚ ግዜ ክንደይ ይውድእ እንዝብል ብጣዕሚ ከቢድ እዩ። በቃ ንኽትግምቶስ ገሚትካ ትሓድር እሞ ንፅባሒቱ ዝቀያየር ዕዳጋ እዩ ዝኒሆ። ያው ሓፈሻዊ ክንደይ ይወድእኪ ንዝብል ካልኩሌተር ገይረ ክነግረኩም እየ ማለት እዩ ክብራት ኣሕዋተይ። ካብኡ ቀጺለ ከዓኒ ናይዛ ማዕጾ ቀለምኪ ወርቃማ ኢለ ተገዚኤ ከም ናትኪ ትመጸለይ ዶ ወይስ መፍለይ ቁጽሪ ኣለዎ እዩ ok ብናይ ስምረት ቻናል ቀለም እንታይ ዓይነት ቀለም እዩ ናይኪ ኢላ ሓቲታት ኔራ ብጣዕሚ ደስ ኢላትኒ ታሕብረኪ ኢላት ኔራ እወ ብጣዕሚ ፍልይቲ ሕብሪ እያ ዋጋኣ ውን ልዕል ዝበለት እያ መደበኛ ሕብሪ ኣነ ኣብቲ ዝገዛእኩሉ ሰዓት እቲ ኖርማል እዚ ቃይሕ ዶ ቆጻል ዶ ጻዕዳ ዶ ግዛዕ ዶ መዓት ሕብሪ ኣሎ እንዲዩ መዓት ዕስራ ሰላሳ ዓይነት ሕብሪ ኣሎ እዩ ባይዘወይ እተን ክልተ ፍሉያት ዘለዋ ግን ከምታ ናተይ ወርቃማ ትርእይዋ ኣለኹም እና ካብኡ ከዓኒ ቡኒ ነገር ኣለዋ ክልቴን ተመሳሳሊ ዕዳጋ እየን ስለዚ ካብቲ ኖርማል ኣብቲ ዝገዛእኽዎ ሰዓት ናይ ሸውዓተ ሚእቲ ቅርሺ ልዩነት ነይርዎ ንኣብነት ንክልተ ሽሕን ሸውዓተን ክገዛእ ከለኹ እቲ ክልተ ሽሕ ነይሩ ትሕቲኡ እውን ኣሎ ሽሕን ሸውዓተን ሽሕን ሰለስተን እውን ኣሎ ካብኡ ከዓኒ ክልተ ሽሕን ሸውዓተን ግዜ ምስ መጻእኩ ኣይኣኸለንን ድጋሜ ከይደ ደሞ ሰለስተ ሽሕ ዩ ክልተይ ሜሰ ከይደ ከዓኒ ስቕ ኢለ ክጥይቕ ኢለ ኣርባዕተ ሽሕ ኔሩ ማለት ዩ ስለዚ ብጣዕሚ ቆንጆ ሕብሪ እያ ኣነ ብዝኸድክዎ ገዛ ከምዚ ኣየ ከስርሓ እየ ዝብል ኔረ ግን ከምዚ ከስርሖ እየ ክብል ከለኹ ከምዚ ክባር እዩ መስለኒ ኔሩ ከም ሃገሩ እዩ ዝመስለኒ ኔሩ እና ወርቃማ ወይ ከዓ ጎልድ ይበሃል። ተረኺብኩም ብወርቃማ ኮይኑ ካርዲስኮ ቀለም ተኮይኑ ዝበለጸ ብካርዲስኮ ወርቃማ ናይ ማዕጾ ማለት እዩ ኣነ ግን ካርዲስኮ ይረኸብኩን ግሬስ ቀለም እዩ ዝበሃል ነይሩ ቪድዮ ቃሪጸ ብናይ ሰምረ ቻናል ክለቀልኩም እየ ብዛዕባ እታ ቀለም ክትርእዋ ዝደለኹም ናይዛ መሐወሲታ ቲነርና ናይዛ ቀለም ብናይ ሰምረ ቻናል ቀሪጸ ብቪድዮ ከርእየኩም እያ ማለት እዩ ክትርእዋ ኢኹም ብዓይንኹም በኣ ስለዚ ብናይ ሰምረ ቻናል ተጸበዩ ካልኣይ ሕቶ ከዓኒ በበይ ክረኽበኪ ይኽእል ዛምበይተይ ወይ ክነ ተገዲስ ክመልስለይ ዝበሎ ፎን ክንደይ ይውድእ ብከመይ ከ ይጠብቅ ኣነ ከምዚ ናትኪ ደልየ። ይቅርታ ክብራት ኣሕዋተይ ስልኪ ኣትዩኒ ነይሩ እና ብከመይ ክረክበኪ ይክእል ማለት ኒያ ያው ክብራት ኣሕዋተይ ንዓይ ክትረክቡ ትደልዩ ባይዘወይ ናብ ቤተሰብኩም ናብ ደ ዘለኩም መሓዙትኩም ኣቁሑት ገዜ ክልእከልኩም ትደልዩ ከዓ ገዛኩም ክርእየልኩም ትደልዩ ሰባት ተልኢኩም ንዓይ ክትረክቡ ትደልዩ ብ ዜሮ ትሽዓተ ሓምሳን ትሽዓተን ሱሳን ሓደን ሓምሳን ትሽዓተን ሰብዓ ኢልኩም ብቀጥታ መስመር ወይ ከዓ ብቴሌግራም ትረኽቡኒ ትኽእሉ ኢኹም ማለት እዩ ደቂ ዓበይትዋይ ከም ናትኪ ቦሎፎን እዛ ኮርኒስ ናይ ሳሎን ዘላ ቦርድ እያ ትበሃል ቅልል ዘለ ዲዛይን እያ ናይ ወሰና ወሰን ብሻ እየ ገይረላ ብርግፅ ኣብ ማእኸል እውን ይግበሮ እዩ ግን ኣንተ ማእኸል ዝግበሮ ሰብ ከም ቆሎ እዩ ኣነ ቀይሕ ክዳን እንድሕር ዝፈቱ ኮይነስ እቲ ሓደ ቀይሕ ክዳን ይፈቱ ማለት ኣይኮነን እና ኣብ ናይ ማእኸል ቦርድ እውን ኣለዎ እዩ ግን ከምዚ ዝቐጥዐኒ ዘሎ ዝንጥልጠል ዘሎ እዩ ዝመስለኒ እና ቅልል ዝበለት ዲዛይን ወሰና ወሰን ቦርድ እየ ገይረላ ጂም ላይት ኣለዎ ስኮት ላይት ኣለዎ በቃ እቲ ዘድለኻ ኣንሶ እዩ ቀልል በቃ ቀልል ብዝበለ ኣሰራርሓ እና ኩሉ ነገር ዘለዋ ካብኡ ከዓንይ ብዝተመጣጠነ ዕዳጋ እየ ስሪሐያ ከመይ ገይሩ ይጠብቕ ከመይ ገይሩ ይስራሕ ንበዓል ሞያ እዩ ዝምልከቶ ክንደይ ወዲኣት ክነዘልክን ዕስራ ሽሕ ቅርሺ ወዲኣትኒ ዕስራ ሽሕ ወዲእኒ ክብለኩም ከለኹ ሰራሕተኛ ሽዑ ሕሳር ነይሩ ካብ ዕዳጋ ናብ ገዛ ክመፅእ ከሎ ዝነበረ ትራንስፖርት ሕሳር ነይሩ ቤንዚል ብጣዕሚ ሰለስተ ሚእቲ ቅርሺ ገለይ ነይሩ ካብኡ ከዓኒ ጅብሰም ሽዑ ሓሙሽተ ሚእቲ ቅርሺ እዩ ነይሩ ሐዚ ግን ኩሉ ስለ ዝወሰኻ ምናልባት ከይውሰኽ በል ኣነ ብዕስራ ሽሕ ቅርሺ ኣስሪሐያ ግን ኮንትራት ይህበያ እንግዲህ ዕስራ ሽሕ ኣነ ክወ ከለኹ ንሱ ደሞ ሓደ ሰለስተ ኣርባዕተ ሽሕ ክትርፈሉ ይኽእል ማለት እዩ እና ከመይ ገይሩ ይጠብቕ ንዝብል ግን ንበዓል ሞያ እዩ ዝምልከት እግረ መንገዲ ከመይ ገይሩ ይጠብቕ ንዝብል ካብ ዝረኣኽዎ ደሞ ክነግረኩም መጀመርያ ግርፋ ይግረፍ ካብ ሙሊት ይምላእ ቦርድ ክትገብርዎ እንተ ሓሲብኩም ግን ኣብ ሙሊእ ጠጠው ተብልዎ እንድሕር ቀለም ተቀሊሙ እቲ ቦርድ ኣይሕዚን እንደገና ክውቀር እዩ ስለዚ ቀለም ቀሊምኩም ብወቃራይ ጌርኩም ካብ ትኸስሩ ከዓንጊ ቦርድ ሳሎን ይኹን መደቀሲ ኣብ የትም ክላስ ቦርድ ወይ ከዓ ቻክ ተስርሑ ዝሓሰብኩም ኣብ ሙሊኢት ኢኩም ጠጠው ተብልዎ ምናልባት ተሳሒት እንኳን ፊኖ ተጌርኩሞ ቦርድ ይሕዝ እዩ ቻክ እውን ይሕዝ እዩ ኣነ ሕዚ ቦርድ ከቢርኒ ኢለ ዝርያ መላሽ ፍሬም ክገብረሉ ኢለ ፊኖ ጌረ እየ ነይረ እያ ካብኣ ሜተ ከዓ ተናሲሐ ቀለም ቀሊመ እቲ ፍሬም እውን ኣፍሪሰ ድጋሚ ወቀይረ ቦርድ ምግባር እዩ ዘይቀረይ እንተኮይኒ ካሊእ መዓልቲ ሕዚ እየ ዝገብራ ነቲ ለቂሐ ኢለ ኣብኣ ከለኹ ፊኖ ጌራ ቦርድ ጌረያ ማለት እዩ። ቦርድ ብጣዕሚ እየ ዝፈቱ እዚ ጅምላይት እዚ ስኮርላይት ክበሪ ከሎ በቃ ብጣዕሚ እዩ ደስ ዝብለኒ። ባይለወይ ባይዘወይ ሕማቅ ዘለካ መን ኣሎ ግን ኣነ ብጣዕሚ እየ ዝፈትዮ ማለት እዩ እና ከምኡ ወዲነ ግን እዚ ብትሕሳር ግዜ እዩ ሓዚ ኩሉ ከቢሩ እዩ ቤንዚል ወስኽ ኢሎም በቃ ብሕሳር ዘምፅዎ ባዕሉ እናወስኹ እዮም ዝሸጥዎ። ስለዚ ከምዚ መስል ክብራት ኣሕዋተይ ጠቕላላ ንገርና ክንደይ ክፍሊ እዩ ኣብ ሚእትን ኣርባዓን ካሬ ኣብ ሚእትን ኣርባዓን ካሬ ብናይ ህድም ተኾይኑ ኣርባዕተ ክላስ እያ ራብዐይቲ ክሽነ ማለት እዩ ክብራት ኣሕዋተይ። እንኳዕ ደስ ኣለኪ ወይንዬ ክንደይ ዓመት ተቃሚጥኪ ብዝተረፈ ወሊድኪ እትኸብርሉ ይግበረልኪ ኣሜን ዛምቤተይ መዓረይ ኣሜን ኣሜን ስኻትኩም እውን ስደት ዘለኹም ስደትኩም ኣሕፂሩ ብሰላም ብጥዒና ዓድኹም መሊሱ ኣብ ዓድኹም ትሰርሕሉ ዓድኹም ሰሪሕኹም ትልወጥሉ ኣብቲ ደስ ዝብለኩም ዓድኹም ክትነብሩ ወሊድኩም ዘሚድኩም ኣብ ዓድኹም ክትነብሩ ናተይ ተስፋይን ትምኒተይን ክብራት ኣሕዋተይ እና ክብራት ኣሕዋተይ ማለት እዩ ክንዲ ዓመት ተቐሚጥክኒ ዝብል ኣነ ማለት እዩ ከባቢ ዓሰርተ ዓመት ተቐሚጠ ማለት እዩ። ዓሰርተ ዓመት ክቕመጥ ከለኹ ግን ነቲ ኣብ ማእኸል እናቖራረፅኩ እናኸድኩ ዝመፅእ እዩ። መጀመርያ ቆልዓ ኮይነ ከይደ ኣብ ዓሰርተ ወርሐይ ተመሊሰ ካብኡ መይሰ ቤሩት ዝበሃል ዓዲ ከይደ ሰለስተ ዓመትን ሰለስተ ወርሕን ኣርባዕተ ወርሕን ኣካባቢ ሰሪሐ ካብ መይሰ ድጋሚ ተመሊሰ ደሞ ንሽዱሽተ ዓመትስ ሽዱሽተ ዓመት የካቲት ንክመለኒ ሕዳር ድየ ታሕሳስ መፅየ ዝሮ ዓሰርተ ዓመት በልዎ ከባቢ ዓሰርተ ዓመት ስደት ተቀሚጠ ዓሰርተ ዓመት ስደት ተቀሚጠ ክብለኩም ከለኩ ግን ማለት እዩ ደሞዚ ብጣዕሚ ይውሕድ ነይሩ ብጣዕሚ ብጣዕሚ ይውሕድ ነይሩ ደሞዘይ ምክንያቱም ኮንትራት የሰርሕ ነይረ ናይ ኮንትራት ዋጋ ደሞ ትፈልጥዋ ኢኹም ብፍላይ ቤሮት ሚእትን ሓምሳን ዶላር በቃ ታዘዝሕትስ ብጣዕሚ በዚሓ ሸርፊ ክባር ትብሃል ብ ኣርባዕተ ሽሕ ቅርሺ እያ ትክፈለኒ ነይራ ዝሮ ግን ገንዘብ ናይ ዝበዝሐ ኣይኮነን እግዚኣብሔር ክባርኸልካ ከሎ እዩ ንኩሉ ነገር እግዚኣብሔር ይመስገን እግዚኣብሔር ኣቦይ ማዓረይ ክብርን ምስጋናን ንዑ ይኹኖ ኣነ ተመስገን ብቻ እየ ክብል እምበር ካልእ ምንም ዝገብሮ ነገር የብለይን ግን እግዚኣብሔር ኣምላኽ ክብርን ምስጋናን ንዑ ይኹኖ ወላዲት ኣምላኽ ክብርን ምስጋናን ንዓኣ ንወዳን ካብኡ መቐጸር ከኣ ቤተሰበይ ካባይ ሓሙሽተ ሳንቲም ከይደለዩ እኳ ደኣስ ብገንዘብ ይኹን ብጉልበቶም ስለ ዝሓገዙኒ እየ ኣብዚ በጺሐ እምበር ናተይ ደሞዝ ብጣዕሚ ውሑድ እዩ ነይሩ። ዝተቐመጥኩዎ ዓመት ውሒዱ ዘይኮነ ደሞዘይ ብጣዕሚ ውሑድ ነይሩ እሞ ከኣ ኣብቲ ርእሲ ምውሓዱ ብላክ ማርኬት ዝበሃል ኣይፈልጥን ነይረ። ብባንኪ እየ ዝልእኾ ነይረ። ድሕሪ ግዜ እየ ብላክ ምልኣኽ ጀሚረ ማለት እዩ። ግን ኣምላኽ ዝወሎ ስለ ዝኸውን ዝሓሰብናዮ ኮይንልና ንሓደ ሰብ ጽቡቅ ነገር ክሓስብ ከሎ በእውነት እግዚኣብሔር ኣምላኽ እውን ነቲ ጽቡቅ ነገርስ የሳክዐሉ እዩ እሞ ኣብ ህይወትኩም ብፍላይ ስደት ዘለኹም ኣሕዋተይ ፈቲኹም ጸሊእኹም ፈቲኹም ጸሊእኹም ማለት እዩ ገዛ ክተስርሑ ኣለኩም በእውነት በቃ ብጣዕሚ ደስ ዝብለካ እንታይ ድዩ ስደት ስደት ክንስደድ ከለና ከብድና ጠምዩ ክዳን ዝኽደን ስኢና ዓሪቕና ገለ ኣይኮናን። ኣብዚኣ ማንም ንህይወቱ ንባዕሉ ምዃን እይሰእንን እንታይ ደኣ ከምዚ ቀዋሚ ነገር ናብ ውላድካ ናብ ቤተሰብካ ንኩሉ ነገር ሓዚ ዝገዛ እዚ ንመን ድዩ ንበይነይ ከይኮነይ ማንም ሰብ መፅኡ ዝዕቕበሉ ደስ ዝብለሉ ቤተሰብ ዝሕጎሰሉ እዩ ይኾነ እዚ ክብራት ኣሕዋት ኣብ ህይወትና እንታይ የድልየና መሰረታዊ ነገር ተልና ዝብላዕና ዘጽልል እዚኤን እየን ዘልያን ኣብ ወዶ እና ስደት ክዳ ክትከዳ ከለኽን ንምዝናጥ ክዳን ንምኽዳን ወይ ካሓደ ሓደ ዘይኮነ በቃ ዓላማና እንታይ ክንገብር መጺእና ኢልና ዓላማናስ ክነሳኽዕ ኣለና ስደት ክትከዳ ከለኽን ዕድመ ልክዕ ክንተቐመጣ ገዛ ንምስራሕ ይኾነ ቦታ ክንገዝእ ይኽን መንበሪት ክን ሓንቲ ክላስ ተስርሓ ትኽእላ ይኽን ብዘይ ምንም ደራዕ ብዘይ ምንም ናይ ገጽሰ ትነብራላ ማለት እዩ ተዘይ ኮይኑ ገዛ ኻራይ ካብቲ ሓደ ምንግልታ ካብቲ ሓደ ምንግልታ ብጣዕሚ ይኸብድ ሓደ ሓደ ሰብ ሐዚ እንታይ ለዩ እየ ገዛ ጭንቂ ወዲ ጭንቂ ኣቑሑተይ ገዚአ ዝኒጠ ምናምን ዘይነብር ኣቑሑት ገዚኽንስ ከዓ ክንደይ ተቐመጣ እሺ ቆንጆ ቆንጆ ኣቑሑት ገዚእኽን ተቐመጣ ካብኡ በዓል ዋና መፂኡ ክቕመጠሉ እዩ ብወርሒ ገዛ ኻራይ ወሲኽንዮ ኣብ ልዕሊኡ ማይ መብራህቲ እንዮ ብጣዕሚ ይኸብድ ገዛ ኻራይ እና ስደት ዘለኽን ክልተ ሚእቲ ካሬ ገዚኽን ኩሎ ስርሖ ኣብ ሚእትን ኣርባዓን ካሬ ገዚኽን ኩሎ ስርሖ ኣይኾነን ቦታኽን ገዚእኽን ሳሎን ሕዚ ኣነ ዝኒኽዋ ሳሎን ብጣዕሚ ሰፋሕ እያ ዓራት ትሕዝ ሶፋ ትሕዝ ቁም ሳጥን ትሕዝ ኩላ ነገር እያ ትሕዝ ክንዲ ሳሎን ሓንቲ ሓሙሽተ ብሽዱሽተ እንድሕር ስርሒኽን እኽልክን እኽልክን ካልእ ከዓኒ ቀስ ኢልክን ተስርሕኦ ግድን ስደት ኮይንካ ኣይኮነን ዕድመ ልክዕካ ኣብ ስደት ተቀመጣ ማለተይ ኣይኾነን ግን እታ ዘላ ገንዘብስ ኣብ ሞያ ኣውዕላኣ ማለተይ እምበር ዕድመ ልክዕካ ናብ ስደት ኣይትቀመጣ ኣነ ሕዚ ዓሰርተ ዓመት ስደት ክቅመጥ ከላ ብጣዕሚ ብዙሕ እዩ ብጣዕሚ ብዙሕ ምስቲ ዝነበረ ዕግርግር እቲ ኣቑሑትና ከበረ ከይዱ እምበይ ኣነ ኣብ ሸሞንተ ሽዱሽተ ዓመተይ ክምለስ ሓሲበ ነይረ ግን ኣይኮነን ብቻ ግን ተመስገን። እና ደቂ ኣዕቤትዋይ ማዓረይ እንግዲህ ሕቶታትኩም እተን ዝረኣክወን ሕቶ እዚ እየን ያው ያው ሰናይ ትምኒትኩም ንዝገለጽኩምለይ የቀኔለይ ዘም ኣሕዋተይ ማዓረይ ብጣዕሚ እየ ዘምስግን ሳላካትኩም እዩ እዚ በጺሐ ስለተበረታትዑኒ ሕዚ እውን ያው ምብርታዕኩም ኣይፈለየኒ ክብራት ኣሕዋተይ ላይክ ሸር ግበሩለይ ኮፒ ሊንክ ናግበርኩም ሼር በሉለይ ናብ ፌስቡክ ናብ ዩቲዩብ ድዩ ብቻ ናብ ኣሕዋትኩም ድዩ ሼር ናበልኩም ኣበረታትዑኒ ደቂ ዓበይትዋይ ማዕረይ ካብዚ ብዝበለፀ እውን ስራሕቲ ክሰርሕ እየ ኢለ ይሓስብ ኣለኹ እሞ ንእሽተይ ምስ ተረጋጋዕኹ እና ላይክ ናግበርኩ ላይክ እንድሕር ትገብሩለይ ዩቲዩብ በዓል ንብዙሕ ሰብ እዩ ዘሽከርክሮ እና ክብራት ኣሕዋተይ ያው ሕዚ እውን ንምንታይ ክረኽበኪ ዝብሉ መብዛሕትኡ ኮሜንት ከምታ
ተዓንቶ ዝተናገርክዋ ብዜሮ ትሽዓተ ሓምሳ ትሽዓተን ስሳን ሓደን ሓምሳ ትሽዓተን ሰብዓልኩም